ጸጉርና እንድሕር ድኣ እንዳተሰባበረ የሸግረና ኣሎ ኮይኑ ምንዋሕ እንድሕር ድኣ ኣብዩና። እዚ ከኣ ኣብ ናተይ ባዕለይ ዝፈተንክዎ እዩ። ሰላም ሰላም ኣሕዋት ከመይ ቀኒኽን እንቋዕ ብደሓን መጻኽን ናብዛ ዩቲብ ቻነል ምሳኽን ዘለኹ ሓፍትኽን ሰላም እየ ሎማዓንቲ ሒዘልክን መጽየ ዘለኹ መደብ ከኣ ብዛዕባ ናይ ጸጉሪ ትሪትመንት እዩ ፀጉርና ኣብ ገዛና ከመይ ገይርና ብዝተቐለለ መንገዲ ብኣብ ገዛና ዝርከብ ነገራት ገይርና ፀጉርና ክንከናኸኖ ከም ንኽእል ከርእየክን እየ ማለት እዩ። እዚ ከዓ እዛ ናይ ሎምዓንቲ ትሪትመንት ነዳሎ ከዓ ንምንታይ ይሕግዘና? ፀጉርና እንድሕር ድኣ እንዳተሰባበረ የሸግረና ኣሎ ኮይኑ ወይ ከዓኒ ምልዋሕ እንድሕር ድኣ ኣብይና ማለት ዝኾነ ለውጢ ክገብር እንድሕር ድኣ ይኣብየና ኣሎ ኮይኑ እዚ ዓይነት ትሪትመንት ብተደጋጋሚ እንተወሓደ ኣብ ክልተ ሰሙን ሓንቲ ግዜ እንዳገበርና ክንጥቀመሉ እንድሕር ደኣ ጀሚርና ርኡይ ለውጢ ከንርእየሉ ንኽእል ኢና። እዚ ከኣኒ ኣብ ናተይ ባዕለይ ዝፈተውክዎ እዩ። ክሸጦ እንድሕር ደኣ ኮይነ ከምዚ ዓይነት ትሪትመንት ከይገበርኩ ኣይምሸጦን እየ። ሕጂ ከምዚ ትርእይኦ ዘለኽን ጸጉረይ ከምኡ ዓይነት ትሪትመንት እየ ገይረሉ ብምሻጠይ እኮ ኣዝዩ ጽቡቕ ሪዛልት የርእየካ ማለት እዩ። ፎኪስ ይኸውን፣ ጸጉርና ከኣ ሻይን ይገብር ማለት እዩ። ስለዚ ክንጽጉ ያእ ንበር። ከምዚ ትርእዮኦ ዘለኽን ኣዝዩ ፎኪስን ሻይን ከኣ ከምዚ ዝኸውን ገይሩ ማለት እዩ ትሪትመንት ሕጂ ብሓንሳእ ኮይና ከነዳልዋ ኢና ክትፈትዋ ከኣ ተስፋ ይገብር ስለዚ ናብታ ቪድዮ ከብለክን ብሓንሳእ ኮይና ከነዳልዋ ኢና ክሳዕ መጨረሽታ ናይዛ ቪድዮ ምሳይ ጽንሓ ኢኺ። ኣብዛ ናይ ሎማዕንቲ ትሪትመንት ነዳልዋ ዘድልዩና ነገራት ከኣ ሓንቲ ኣቨካዶ ንዓይ ሓንቲ ኣቨካዶ ክትኣኽለኒ እያ ንዓኻትክን ከኣ ከም ብዝሒ ጸጉርኽን ማለት እዩ መዓር ከኣ ከድልየና እዩ ኦርጋኒክ ተኾነ ከኣ ተመራጺ ይኸውን ኦሊቭ ኦይል ከኣ ከድልየና እዩ ናይ መወዳእታ ተድልየና ከዓኒ ክልተ እንቋቕሖ ማለት እዩ ኣብዚ እቲ መዐቀኒ ከምቲ ንዓኽን ከምቲ ብዝሒ ናይቲ ፀጉርኽን ይኽን ክትገብራ ዘለክን ምክንያቱ ካብ ሰብ ናብ ሰብ እቲ ብዝሒ ናይ ፀጉሪ ስለ ዝፈላለ ሕጂ ነዚ ኩሉ ኣዳሊናዮ ዘለና ብሓንሳእ ጌርና ኣብዛ ማሽን ክንጥሕኖ ኢና ማለት እዩ ማሽን እንድሕር ዳኣ ኣለና ኮይኑ ፅቡቅ እንተዘይብልና ግን ኣብ ዝኾነ መትሓዚ ጌርና ብማንካዊ ብፋርኬታ ክንጥሕኖ ንኽእል ኢና ኦኬ መጀመርታ ነቲ ኣቨካዶ ኣብ ክልተ ንቆርጻ ብድሕሪ እዚ ናብቲ ማሽን ክነእትዎ ከለና ከኣኒ በብንእሽተይ እንዳቆራረጽና እንተእትይናዮ ይምረጽ ምክንያቱ ዘይተጣሕነ ከይተርፈና ከምዚ ፍሩይ ፍሩይ ነገር ከይተርፍ ማለት ስሙዝ ኮይኑ ንክጣሕነልና ኣድቂቕና እንድሕር ዳእትይናዮ ነቲ ኣቨካዶ ዝበለጸ እዩ ማለት እዩ ብድሕሪ እዚ ከኣ ነተን እንቋቑሖ ሴርና ኣብታ ማሽን ነእትወን ማለት እዩ። ኦሊቭ ኦይል ከኣ በቲ ዘድልየና ዓቕን ንገብር ማለት እዩ። ኣነ ብዚ ክልተ ማንካ ክጥቀም እየ። መዓር ከኣ ክንድቲ ዘድልየና ዓቕን ንገብረሉ። ብድሕሪ እዚ ኩሉ ምስ ሓዋወስናዮ ከዓኒ ስሙዝ ክሳዕ ዝኸውን ፅቡ ጌርና ንጥሕኖ ማለት እዩ ከም ዝትሪኦ ዘለኽን ከዓኒ ፅቡቅ ኮይኑ ተጣሒኑ ኣሎ ስለዚ ናብ መትሓዚ ክንግልብጦ ኢና ማለት እዩ ከምዚ ናተይ ዓባይ መጥሓኒት እንድሕር ድኣ ትጥቀም ኣለኽን ኮይንክን ከዓኒ ካብ ብላዕሊ ትግልብጦ ብታሕቲ ከምዚ ጌርክን እንድሕር ድኣ ናብ መትሓዚ ጌርክንኦ ተመራፂ ይኸውን። ከምዚ ትሪኦ ዘለኽን ከዓ ፅቡቅ ኮይኑ ተጣሒንልና ኣሎ ስለዚ ኣብ ፀጉርና በቢ ፓርት እንዳገበርና ፅቡቅ ጌርና ኣብቲ ፀጉሪ ኣብ ኩሉ ከም ዝባፃሕ ጌርና ከዓኒ ክንገብረሉ ኢና ማለት እዩ ኦኬ እምበኣር እዞም ሎማዓንቲ ንጥቀመሎም ዘለና ነገራት እንታይ እንታይ ጥቕሚ ከም ዝህቡና ኸኣ ክነግረክን እየ ማለት እዩ ብኣቨካዶ ክንጅምር ኣቨካዶ ሕጂ ልክዕ ከም መግቢ ክንወስዶ ከለና ኣብ ኣካላትና ዝህቦ ጥቕሚ ልክዕ ድማ ካብኡ ብዘይንእስ ኣብ ፀጉርና ክንጥቀመሉ ከለና ናቱ ዝኾነ ጥቕምታት ይህበና እዩ ማለት እዩ ኣቨካዶ ንፀጉርና ዝህቦ ጥቕሚ ከዓኒ ነቲ ፀጉሪ ፅቡቕ ኮይኑ ጥዕና ዘለዎ ፀጉሪ ኮይኑ ንክበቑለልና ይሕግዝ እንደገና ከዓ ካብ ምስብባር ከዓ ይከላኸለልና ማለት እዩ ፀጉርና ከዓ ስሙዝ ኤን ሻይን ሉክ ንክህልዎ ይሕግዘና ማለት እዩ እንቃቑሖ ከኣኒ ብፕሮቲን ሃብታም ስለ ዝኾነ ጸጉርና ረጒድን ጥዕና ዘለዎን ንኽኸውን ይሕግዘና። እቲ ኣብ እንቃቑሖ ዝርከብ ስብሒ ከኣኒ ንጸጉርና ኣዝዩ ከም ዝልስልስን ከም ዘብረቕርቕን ከኣኒ ይገብሮ ማለት እዩ። መዓር ከኣኒ ነቶም ኣብ ርእስና ዝርከቡ ዋህዮታት ጽቡቕ ጌሮም ንኽዓብዩ ይሕግዘና። ጸጉርና ከኣ ኣቐዲምና ጽቡቅ ጌርና እንድሕር ደኣ መሺጥናዮ ዝበለጸ እዩ። ኣብዚ ሕጂ ናተይ ፍሪዝ ኮይኑ ስለ ዝቐነየ ጽቡቅ ገይሩ ክምሸጠለይ ኣይከኣለን ይተሓሓዝ ኣሎ ከምዚ ንሪኦ ዘለና። ስለዚ ቀስ ኣቢልና እንዳበተና ብኢድና ጌርና ኣብ ኩሉ ከም ዝባጻሕ ክንገብሮ ኣለና ማለት እዩ። ኦሊቭ ኦይል ከኣኒ ጸጉርና ቀልጢፉ ንኽነውሕን ጽቡቅ ጥዕና ዘለዎ ጸጉሪ ንኽህልወናን ከኣ ይሕግዘና። ኣብቲ ጫፍ ናይ ፀጉርና ጥራሕ ዘይኮነ ኣብቲ ውሽጢ ቆርበት ናይ ርእስና ኮላይ ፅቡቅ ገይሩ ሞስቸራይዝ ከም ዝኸውን ክንገብሮ ኣለና ከምዚ ጌርና ከኣ ጽቡቅ ጌርና ማሳጅ ክንገብሮ ኣለና እዚ ከኣ ነቲ ኣብ ርእስና ዘሎ ናይ ደም ዝውውር ጽቡቅ ንክከውን ይሕግዘና ማለት እዩ። ዋው ከምዚ ጌርካ ማሳጅ ክትገብሮ ከለካ ከኣ ብጣዕሚ እዩ ደስ ዝብለካ እቲ ርእስካ ዝሕል ይብለካ እንደገና ከኣ እቲ ጸጉሪ ከኣ ትርእዮ ኣለካ ጽቡቅ ጌሩ ሞይስቸራይዝ ኮይኑ ከም ዘሎ ሳብ ከሉ ይረኣየካ ማለት እዩ። ጽቡቕ ለውጢ ክትሪኣሉ እንድሕር ደኣ ደሊኽን ከኣኒ እንተወሓደ ንሽዱሽተ ወርሒ ዝኸውን ብተደጋጋሚ ጌርክን ክትፍትንኦ ኣለክን ምክንያቱ ሓንሳእ ፈቲንካ ዝኾነ ለውጢ ክትሪእሉ ስለ ዘይትኽእል ብተደጋጋሚ ጌርክን ሽዑኡ እንድሕር ደኣ ጽቡቕ ተሰማሚዕክን ትቕጽልኦ ማለት እዩ ኣብ ኩሉ ከም ዝባጻሕ ምስ ገበርኩ ከኣኒ ኣብ ሓንቲ ትሒዘ ከምዚ ገይረ ንዝተወሰነ ሰዓታት ክጸኒሐ ማለት እዩ ብፍላይ ከኣኒ እንዳ ሰራሕኪ ናብ ገዛ ጸብሒ ድዩ ዋላ ናይ ገዛ ፅሬት ክህልወኪ እንከሎ ሽዑ እንድሕር ድኣ ጌርክኖ ከዓ ዝበለፀ እዩ ምክንያቱ ንንውሕ ዝበለ ሰዓታት ኣብ ርእስና ይፀንሓልና ማለት እዩ ከምዚ ጌርና ከኣ እንተ ወሓደ ንሓደ ሰዓት ፕላስቲክ ሸፊንና ከነጽንሖ ኣለና ማለት እዩ። ሕጂ ከኣ ብሻምፖን ኮንዲሽነርን ጌረ ተሓጺበ ብፎም ጌረ ኣንቂጸዮ ኣለኹ። ከምዚ ትርእዮ ዘለኽን ከኣ ኣዝዩ ፎኪስ ጽቡቕ ኮይኑ ኣሎ። ዋላ ከማን ፓሊስትራ ከይሰሓብናዮ ከለና ኣዝዩ ጽቡቕ ኣሎ ማለት እዩ። ስለዚ ከምቲ ኣብ መጀመርታ ቪድዮ ዝረእኹንኦ ፀጉረይ ምስ መሸጥኩ ከዓኒ ከምዚ ዓይነት እዩ ኮይኑለይ ዘሎ ስለዚ ኣብ ገዛኽን ከምዚ ጌርክን ኣዳሊኽን ፈትንኦ ኢኽን ውፅኢታዊ ክኸውን ከዓ ተስፋ ይገብር ኣብዛ ቻነል ከኣ ንዓይ ዝጠቐመኒ ንዓኻትክን ከኣ ይሕግዘክን እዩ ዝበልክዎ ነገራት ሒዘልክን ክመጽ ነዛ ቪድዮ እንድሕር ደኣ ፈቲኽንኣ ላይክ ሸር ሳብስክራይብ ምግባር ኣይትሕመቓ ኣብ ዝቕጽል ቪድዮ የራኽበና